መጀመርያ ካብ ልቢ ዝነቐለ ሰላምታ እናቐደምና ካብዚ ኣዳሊናልኩም ዘለና መደብ ገለ ክንብለኩም ከም ንፈልጦ ኣብዛ ንነብረላ ዘለና ፕላኔት ሓንቲ ሃገር ከም ሃገር ክትቀውም እንተኾይና ናይ ገዛእ ርእሳ ዝኾነ መሬትን ጥጀታ እትፈልጠሉ ዶባትን ክህልዋ ይግባእ እንተኾነ ኣብዚ ዝሓለፈ ሓያለ ዓመታት ኣብ መንጎ ሃገራት ካብ ዘጋጥሙ ግጭታት እቲ ዝበዝሐ ግጭት ይብፅሓኒ ዘምፅኦ ናይ ዶብ ሽግር ዝተታሕዘ ከም ዝኾነ እዩ ታሪክ ዝሕብረና ቻነልና ቻነል ወርልድ ላብ ድማ ኣብ ምስ ዶብ ዝተሓሓዙ መደባት ኣዳልያትልኩም ኣላሞ ሰናይ ምክታል። ናይ ሎሚ መደባትና ድማ ንዓሰርተ ኣገረምቲ ዶባት ሃገራት ክንሽፍን ኢና። ብዌር ኢዝ ኤ ቦርደር ሄር ዝፍለጥ ዶብ ኢንዶኔዥያን ማሌዥያን ዶብ እዘን ክልተ ሃገራት ምድራዊ ዶብ ኣብ ደሴት ፕሮ መልቲኤን ዝፈሊ መስመር መጸቦ ማልካን ባሕሪ ዶብ ቻይናን ባሕሪ ሰልበስን ዘጠቓልል ንውሕ ዝበለ ዶብ ኮይኑ፣ ክሳብ ሕጂ ንጹር መለለዪ ዶብ ከይሓዘ ይኸይድ ኣሎ። ካብ ሽሕን ትሽዓተ ሚእትን ሰብዓን ሓሙሽተን ክሳብ ክልተ ሽሕ ዓመተ ምህረት ዕቱብ መስርሕ ምምልካት ዶብ ኣካይደን። ኣብ ክልተ ሽሕን ዓሰርተ ሽዱሽተን ዓመተ ምህረት ዕስራን ሸሞንተን ካርታ ዕላዊ ክገብራ ዋላ'ኳ እተኻእላ፣ እዚ ግን ሽሕን ሸሞንተ ሚእትን ዕስራን ሓደን ኪሎሜተር ካብቲ ክልተ ሽሕን ዓሰርተ ሸሞንተን ኪሎሜተር ጥራይ እዩ ዝሽፍን። ጌና ክሳብ ሕጂ ከኣ ካልእ ስራሕ ይጽበየና ኣሎ። ታሽዓይ ብዘ ሞስት ፋን ቦርደር ዝፍለጥ ዶብ ስጳኛን ፖርቱጋልን እዚ ሓደ ካብ ኣዛናይ ዝኾነ መርሸተቲ ገመድ መራኸቢ ነቲ ማያዊ ክፋል ተፈላለዩ ዝርከብ መሬት ክልቲኤን ሃገራት እዩ። እቲ ካብ ኢንዶኔሽያ ስጳኛ ናብ ክሌስሚያ ፖርቱጋል ዝዘርጋሕ መስመር ሓምሳ ማይልስ ኣብ ሰዓት ክውንጨፍ ዝኽእል ዓሰርተ ሽዱሽተ ሰከንድስ ዝወስድ ጉዕዞ እዩ። እቲ ዝገርም ነገር ናይተን ሃገራት ግን እቲ ናይ ዓሰርተ ሽዱሽተ ሰከንድ ምስፋፍ ወዲእካ ኣብ መሬት ፖርቱጋል ሰዓት እንተሓቲትካ ሓደ ሰዓት ንድሕሪት ትምለስ ካብቲ ካብ ስጳኛ ዝተበገስካሉ። እዚ ኸኣ ብሰንኪ ኣብ መንጎን ዘሎ ናይ ሓደ ሰዓት ዝፈጠሮ ፍልልይ እዩ። እቶም ኣብቲ ገመድ ተንሳፈፍቲ ኣብ ምምላስ ንኸይጽገሙ ንዕኦም ኣብ ምምላስ ዝነጥፋ ጃላቡ ድማ ኣብቲ ቦታ ይርከባ። ሸሞንተ፣ ብትሪ ፖይንት ዝፍለጥ ሃንጋሪን ስሎቫክያን ኣውስትርያን። ካርታ ናይዘን ሃገራት ኣብ ሓደ ነጥቢ ዝርከብ ኮይኑ ብስሉሳዊ ነጥቢ ማለት ትሪ ፖይንት ይበሃል። ትሪ ፖይንት መብዛሕትኦም ኣብ ክፍለ ዓለም ኢሮፓ ዝርከቡ ኮይኖም ኣብ ዓለም ልዕሊ ሚእትን ሰብዓን ከምዚ መራኸቢ ነጥቢ ዋላ እኳ እንተሃለወ ከም ናይዘን ሃገራት ግን ንጹር ስሉሳዊ ኣይራኸብን። እዚ ቦታ እዚ ከኣ ኣብ ሓለዋ ዘሎ ጸጥታ ዝዓሰሎ ርጉእ ቦታ እዩ። ሻብዓይ፣ ብዘ ቢትፉል ቦርደር ኦን ዘ ወርልድ ዝፍለጥ ዶብ ኣርጀንቲናን ብራዚልን ሓደ ካብ ዝጸበቑ ቦታታት ዓለምና ኮይኑ ሃገራት ብራዚልን ኣርጀንቲናን ከኣ ፈላልይወን ይርከብ። እዚ ሓደ ካብ ዝዓበዩ መንጫዕጫዕታ ዓለምና ዝኾነ መንጫዕጫዕታ ኢጋዛ ኣብ ፈለግ ኢጋዛ ዝበሃል ፈለግ እዩ ዝርከብ። እዚ ሰውዓን ትሽዓተን ሜትሮ ቁመትን ሚእትን ኣርብዓን ትሽዓተን ስፍሓትን ዝውንን ኮይኑ ንኽልቲኤን ሃገራት ከኣ ፈላልይወን ይርከብ። ስለዚ ከኣ እቲ ዝኸበደ መሰናኽል ንኽትሰግሮ እዩ ዝበሃል። ነተን ሃገራት ከኣ ምንጪ ናይ ቱሪስቲ ኮይንወን ይርከብ። ሻትሻይን ብ ቱ ማይልስ ሎንግ ቦርደር ዝፍለጥ ዶብ ቫቲካን ኢታልን ሃገረ ቫቲካን እታ ዝነኣሰት ልእላዊት ሃገር ኮይና፣ ኣብ ማእከል ሃገረ ኢታሊ ተደኲና ትርከብ። እዛ ሰለስተ ነጥቢ ክልተ ማለት ክልተ ማይልስ ዝርግሐት ጥራይ ዘለዋ ኮይና ኩለመላ ከኣ ኣርብዓ ሄክታር እያ። እዛ ንእሽተይ ሃገር ናይ ባዕላ ፓስፖርት፣ ባንዴራ፣ ሃገራዊ መዝሙርን መራኸቢ ብዙሃትን ማሕተምን እትውንን ኮይና ብናታ ባጀት ከኣ ትመሓደር። እንተኾነ ግን እንተኾነ ግን እዚ ኩሉ ሒዛ ክትበቅዕ ክሳብ ሎሚ ግዜ ናተይ ትብሎ ካርታን ፍሉጥ ዶብን የብላን። ሓሙሻይ፣ The Most Complex Border፣ ዝፍለጥ ዶብ ኣብ መንጎ ኒዘርላንድን በልጅምን። ኣብ ርሑቕ ኴንካ ክትሪኦ ኣዝዩ ተሓላላኺ እዩ። ንምንታይ? እዚ ዶብ እዘን ክልተ ሃገራት ኣብ ማእከል ሓንቲ ባረል እትበሃል ከተማ እዩ ዘሎ። ዝገዘፈ ክፋል ናይታ ከተማ ኣብ መሬት ሆላንድ ክኸውን ከሎ ብባረል ናሳ ይጽዋዕ። እቲ ዝነኣሰ ክፋል ከኣ ብባረል ሆርቶግ ዝፍለጥ ኮይኑ ብጽሒት ሃገረ በልጅም እዩ። እዚ ክንሰምዕ ድማ ኣብ ማእከል እታ ከተማ ንኽልተ ሃገራት ዝፈላሊ ወሓይዝ ወይ ከኣ ካልእ ዘይኮነስ፣ ካብ ትጽቢት ብዙሓት ወጻኢ ዶብ እተን ክልተ ሃገራት ብመንበሪ ገዛውቲ፣ ሱፐርማርኬታትን ቤተ መዘክርን ጎደናታትን ኣብ ክልተ ይምቀሉ። ተቐማጦ እታ ከተማ ከም ድላዮም ዕለታዊ መናባብሮኦም ከካይዱ ብዘይ ዝኾነ ጸገም ዶብ ሰጊሮም እዮም ዝውዕሉ። ዶበን ንምፍላጥ ዝሕግዝ ግን ኣብ ማእከል እቲ ጎደናታት ናይተን ከተማ ጻዕዳ መስቀላዊ ምልክት ተገይሩለን ከም ዘሎ ይፍለጥ። ብቱሞሮ ኣይላንድ የስተርደይ ኣይላንድ ዝፍለጥ ዶብ ኣሜሪካን ሩስያን እዩ። ብዛዕባ እዘን ኣብ መጻቦ ባሪንስ ዝርከባ ኣካል ደሴት ራኪ ዝኾና ደሴት ዲያሜት ገለ ክንብል ኢና። እዘን ኣብ መንጎ ሳይበርያ ሩስያን ኣላስካን ኣሜሪካን ዝርከባ ክልተ ዲያሜት ደሴታት ኣብ መንጎ ክልቲኤን ዘሎ ፍልልይ ሰለስተ ነጥቢ ሸውዓተ ኪሎ ሜተር ክኸውን እንከሎ ዘይከም ምቅርራበን ግን እታ ዓባይ ዲያሜት ብጽሒት ሩስያ ክትከውን ከላ እታ ንእሽተይ ዲያሜት ከኣ ዋነት ኣሜሪካ እያ። እዚ ዘይኮነስ እቲ ሓሳባዊ መስመር ኣብ መንጎ ክልቲኤን ዝርከብ ኮይኑ በዚ ከኣ ዘይከም ምቅርራበን ናይ ዕስራን ሓደን ሰዓታት ፍልልይ ኣለወን። እዚ ሓሳባዊ መስመር ዝፈጠሮ ኣብቲ ሓንቲ መዓልቲ ክኸውን ከሎ ኣብቲ ሓንቲ ድማ ለይቲ ይኸውን። በዚ ከኣ እታ ዓባይ ቱሞሮ ኣይላንድ ማለት ደሴት ጽባሕ ክትበሃል እንከላ እታ ሓንቲ ድማ ኣይርላንድ የስተርደይ ማለት ደሴት ትማሊ ትፍለጥ ኣብ ሰለስተ ነጥቢ ሸውዓተ ከምዚ ክፈጥርሲ ተፈጥሮ ኣይገርምን ዶ። ትሪፕል ፎንቲያ ዝፍለጥ ዶብ ሃገረ ብራዚልን ኣርጀንቲናን ፓራጓይን እዚ ቦታ ከኣ ክልተ ሃገራት ጥራይ ዘይኮነት ንሰለስተ ሃገራት ዘራኽብ ዶብ እዩ። እዘን ሃገራት ብኣብ መንጎኣን ዝርከቡ ኢጋዛንን ፓራን ዝበሃሉ ኣፍላጋት ከኣ ተመዓዲየን ይርከባ። እቲ ነንሕድሕደን ዘጠማምተን ቦታ ድማ ብኣብ መሬተን ዝተተኽለ ምስሊ ነናተን ባንዴራ ዝወቀበ ሓደ ዓይነት ቅርጺ ዝውንን ሰለስተ ሓወልቲ ኣሎ። ኣብ ሓደ ካብቶም ሓወልትታት ኮይንካ ድማ ንሰለስተ ሃገራት ኣብ ሓደ ግዜ ክትዕዘብ ትኽእል። እዚ ቦታ ድማ ከም ሓደ ፍቱው መስሓቢ ቱሪስቱ ብምዃኑ ይንገረሉ። ብቦርደርላይክ ኣርት ፕሮጀክት። ብ Border Lake Art Project ዝፍለጥ ኣብ ዶብ ዩክረይን ፖላንድን ኮይኑ ኣብ ተራ ዶብ ዘይሓልፎ ሕሉፍ ጥበብ ተፈጥሮ ዝሓለፎ ድንቂ ባህሪ እዩ ዘለዎ ኣብ መንጎ ሆርደሪሽያ ፖላንድን ኣሮስ ዩክረይንን ኣተኪርካ ምስ እትምልከቶ ብ ካብቲ ከባቢ ዶብ ዝበቐሉ ውቁባት ኣትክልቲ ምስ ብምስሊ ክልተ ዝተፈላለዩ ሕብሪ ዘለዎም ክልተ ዓሳታት ኣንጻር ኣንፈት ሒዞም ካብ ዶብ ናይታ ሓንቲ ናብ ካልእ ክሰግሩ ትዕዘብ። እዚ ከኣ ዓቢ ትርጉም ዘለዎ ኮይኑ ዶብ ወግዓዊ መልበሲ እምበር ኣይፈላለየናን እዩ ክበሃል ይውሰድ። ቀዳማይ ብጌብ ራይት ኦር ሌፍት ዝፍለጥ ዶብ ኣብ ማንጎ ማክኦን ቻይናን ማግኦ ንማኢት ዓመታት ኣብ ትሕቲ ግዝኣት ፖርቱጋል ድሕሪ ምጽንሓ ኣብዚ ሕጂ እዋን ኣካል ግዝኣት ቻይና ኮይና እያ ትርከብ። እንተኾነ ናታ ፓስፖርት ውን ብናታ ሕጊ ትምራሕ ግዝኣት እያ። እዛ ማያዊት ግዝኣት ግን ምስ ቻይና ዘዳውባ ማያዊ ኣካል እኳ እንተኾነ ንኽልቲኤን ዘራኽብ ሓደ ኑቶስ ዝበሃል ዓቢ ድልድል ወይ ቢንቶ ኣሎ። ብጸጋም ወገን ናይ ጽርግያ ክትዝውር ዝፍቀድ ኮይኑ ሕጊ ሃገረ ቻይና ከኣ ብኣንጻሩ ብየማን ክትዝውር እዩ ዘፍቅድ። እቲ ዝገርም ድማ ኣብዚ ልዕሊኡ ዝተጠቕሰ ቢንቶ እዩ ዘጋጥም። ኣብታ ቢንቶ ትራፊካዊ ሕጊ ክልቲኤን ሃገራት ብማዕረ ዝሰርሕ ኮይኑ ናይ ክልቲኤን ቱ ወይ ጽርግያ ይውንና ስለዚ ሓደ መራሒ ማኪና ኣብ ሓደ ኣንፈት እንዳመርሐ እንከሎ ጥራይ ጻዕዳ ሕንጻጽ ክሮስ እንተገይሩ ሕጊ ናይታ ሕጊ ናይታ ሓንቲ ሃገር ክኽተል ይግደድ ኣብ መሬት ሓንቲ እንከለኻ ኣብ ተትኾዶ ዘለኻ ጻዕዳ ሕንጻጽ ክሮስ ምስ እትገብር ናብ መሬት እታ ካልኣይቲ ሃገር ትስግር ኣለኻ ማለት እዩ። ዝገበርኩም ሰዓብትን ተኸታተልትን ወሪ ንላብ ኣገዳሲ ኮይኑ ክትረኽቦ ተስፋ እንዳገበርና ሼር ላይክ ሳብስክራይብ ክትገብሩ ንላቦ ንሎሚ ዝተዳለናዮ መደብ ነዚ ይመስል ነይሩ ሰሰናይ ንዓኹም